ሰላም ኣሕዋት ኣብዚ ናይ ሕጂ ድማ ብዛዕባ ሊብራ ኦፊስ ዝበሃል ፕሮግራም ክንዛረብ ኢና ማለት ኢና ሊብራ ኦፊስ እንታይ ማለት እዩ ሊብራ ኦፊስ ማለት ናይ ማይክሮሶፍት መተካእታ ኮይኑ ነቲ ናይ ማይክሮሶፍት ናይ ቤት ፅሕፈት ጥምራ ከም በዓል ኤምኤስ ኦፊስ ዎርድ፣ ኤምኤስ ኦፊስ ኤክሰል፣ ኤምኤስ ኦፊስ ፓወርፖይንት፣ ኤምኤስ ኦፊስ ኣክሰስ ዝበሃል ፕሮግራማት ንዕዑ መተካእታ ማለት እዩ። ስለዚ እንታይ እዩ ማለት እዩ እዚ ፕሮግራም እዚ ናይ ኦፕን ሶርስ እዩ ማለት እዩ። እንታይ ማለት እዩ ኦፕን ሶርስ እንድሕር ኢልና ኣብዚ ዓለምና ክልተ ዓይነት ሶፍትዌር ኣሎ ማለት እዩ። እቲ ሓደ ውኑን ሶፍትዌር ዝበሃል ወይ ፕሮፕራይተሪ ዝበሃል ኮይኑ ንሱ ድማ ብኩባንያ ዝተወነነ ማለት እዩ። ብልቸንሳ ዝተኣስረ ኮይኑ ከተባዝሖ ይኹን ዋላ ከተቀድሖ ኣይፍቀደካን እዩ ማለት እዩ ብልቸንሳ ዝተለኮተ ስለ ዝኾነ እቲ ካልኣይ ዓይነት ድማ በንጻሩ ኮይኑ ቁሉዕ ወይ ፍኑ ማለት እዩ ስለዚ እንታይ የጠቃለል ማለት እዚ ቁሉዕ ወይ ፍኑ ንብሎ ፕሮግራም ኮድ ናቱ ቃልዕ እዩ እንድሕር ትፈልጥ ኮንካ ክትሪኦ ትኽእል ኢኻ ከመይ ከም ተሃንጸ ካልእ ከ እንታይ ማለት እዩ ውኑን ዘይኮነ ብኩባንያ ማለት እዩ ልቸንስኡ ዘይተኣስረ ነጻ ማለት እዩ እቲ ካልእ ከኣ እንታይ ማለት እዩ፣ ፕሮግራሚን ቋንቋ እንድሕር ትፈልጥ ኮንካ ከተመሓይሾ ወይ ክትቅይሮ ትኽእል ኢኻ ማለት እዩ። ካልእ እውን እንታይ ማለት እዩ፣ ከተባዝሖ ዋላ ክትዕድሎ እውን ነጻ ኢኻ። ካልእ ብብዙሓት ሰባት ወይ ማሕበረ ኮም ዝተሃንጸ እዩ ማለት እዩ፣ ከምዚ ኮሚኒቲ ኣብ ሓባር ዝሃነጾ እዩ ማለት እዩ። ካልእ ከኣ መጨረሻ እንታይ ማለት እዩ፣ መብዛሕትኡ ብጥራዩ ትረኽቦ ማለት ኢኻ። ስለዚ እዚ ሊብረ ኦፊስ ንብሎ ዘለና እንታይ እዩ ማለት እዩ፣ እሱ እዚ ናይ ነጻ ፕሮግራም ኮይኑ ፍኑው ማለት እዩ፣ ኦፐን ሶርስ። ንዕዑ ክንረክብ ከኣ እንድሕር ደሊና ኣበይ ንኸይድ ማለት እዩ መጀመርያ ጉጉል ንኣቱ ማለት እዩ ካብኡ ሽዑ ሊብራ ኦፊስ ኢልና ንሰርች ንገብር ማለት እዩ ካብኡ ሽዑ እዚ መጸና ማለት እዩ እዚ ሪዛልት ማለት እዩ ናይቲ ሰርች ዳውንሎድ ንገብሮ ማለት እዩ ኣብዚ ሕጂ ዳውንሎድ ብቶረንት እንድሕር ትፈልጥ ኮንካ ናይ ቶረንት ዳውንሎድ ክትገብር ትኽእል ኢኻ ግን ሬጉላር ዳውንሎድ ክንገብር ኢና ማለት እዩ ላዕለዋይ ዘሎ መይን ኢንስቶለር ዝብል ዘሎ ክሊክ ንገብር ማለት እዩ ሕጂ ሴቭ ኣብ ዝብል ዘሎ ክሊክ ጌርና ኦልሬዲ ናተይ ኣብኡ ኣሎ ማለት እዩ ክሊክ ንገብሮ ንፅበ ማለት እዩ ስጋብ ዳውንሎድ ዝገብር ዳውንሎድ ገይሩ እንደ ገይሩ ከመይ ፕሮግረስ ከም ዘሎ ከዓ ኣብኡ ከይደ ርእዮ ማለት እዩ ኣብቲ ናይ ናተይ ብራውዘር እቲ ፋየርፎክስ እዩ ማለት እዩ ሕጂ ዳውንሎድ ኮምፕሊት ትብለኒ ኣላ ኣብኡ ሽዑ ስለ ዝበለት ዳብል ክሊክ ገብር ማለት እዩ ኣብቲ ዳውንሎድ ዊንዶው ማለት እዩ እቲ ባክስ ሕጂ ብዚ ሽዑ ራን ክንብሎ ኢና ማለት እዩ ራን ማለት ኢንስቶል ክንገብሮ ማለት እዩ ናብ ኮምፒውተርና ክንፅዕኖ ማለት እዩ ድሓር ኣብዚ ኔክስት እናበልና ስጋ መጨረሻ ምውዳእ ማለት እዩ እቲ ኢንስቶል ምግባር ወይ ምንባር ማለት እዩ ኣብዚ ኩሉ ሻብ ቲፒካል ክንገብሮ ሓይሽ ምክንያቱ ቲፒካል መብዛሕትኡ ትጥቀመሉ ዓይነት ማለት እዩ ካልእ እቲ ናይ ዴስክቶፕ ሾርትካት ንድሕር ደሊና ስታርት ሊንክ ኦን ዴስክቶፕ ዝብል ዘሎ ክሊክ ክንገብሮ ንኽእል ኢና ካብኡ እቲ ዘድልየና ማለት እዩ ድሓር ኢንስቶል ንብል ማለት እዩ ኣብዚ ሕጂ ኢንስቶል ስጋብ ጌራ ትውድእ ትፅበ ኣብ መጨረሻ ኔክስት ምስ ወደአ ኔክስት ሃሪምካ ፍኒሽ ትብላኻ ማለት እዩ ሕጂ እቲ ፕሮግረስ ይርእየና ኣለኹ ሕጂ ወዲኣ ማለት እዩ ብዝሕፂረ ቆሪፅዮ ማለት እዩ ወዲኣ ፍንሽ ክንብል ኢና ማለት እያ ነዊሕ እዩ ንውሕ ዝበለ እዩ ዝወስድ እቲ ኢንስቶል ምግባር ግና ኣሕፂረዮ ኣለኹ ኣብዚ ሕጂ ፍንሽ ክብል እየ ማለት እዩ ሕጂ እዚ ዊንዶውስ ኩሉ ናተይ ክዓፃፅዎ እሞኒ እቲ ሕጂ እንታይ መፂ ኣሎ ብቲ ናተይ ደስክታፕ ማለት እዩ ክንሪኦ ኢና ማለት እዩ ሕጂ እቲ ኢንስቶል ምስ ገበረት ሕጂ እቲ ቀንዲ እሱ እቲ ዳብል ክሊክ ገይረ ሕጂ ዝኸፍቶ ዘለኹ እቲ ቀንዲ ማለት እዩ እቲ ናቱ እቲ ፕሮግራማት ማለት እዩ እቲ ናይ ናይ ኤምኤስ ኦፊስ መተካእታ እቲ ሽዱሽቲኡ ፕሮግራማት ማለት እዩ ኣብ ሓደ ኣሎ እሱ ማለት እቲ ዊንዶው ካልእ እውን እቲ ሾርት ካት ይባሃኒ ዘላ ኣብኡ ኣሎ እቲ ናይ ቴክስት ኹን ናይ ስፕሬድሺት ኹን ናይ ፓወርፖይንት ዓይነት እቲ ኢምፕረስ ዝብልዎ ዋላ እቲ ናይ ቤይስ ዝብልዎ እቲ ናይ ኣክሰስ ማለት እዩ ኩሉ ኩሉ ክሳይ ሾርትካት ይባሃንላ ግን ክላተር ስለ ዝገበሮ ነቲ ዴስክታፖይ ብዙሕ ዛሕ ስለ ዘበሎ ንሱ ዲሊት ክብሎ እየ ምክንያቱ ኣብ ሓደ ጥምራት ስለ ዘሎ ኣብቲ ሓደ ኣብቲ ሕጂ እቲ ዴስክቶፕይ ከጽሮ እየ እሞ ኣብኡ ኣሎ ማለት እዩ እዚኣ ዘርእያ ዘለኹ ሕጂ ኣብኡ ኣሎ ማለት እዩ ኩሉ እቲ ዘድልየኒ ማለት እዩ ሕጂ ሊብራ ኦፊስ እንድሕር ከፊትናያ ልክዕ ከም ኤምኤስ ከምዚ ናይ ማይክሮሶፍት ኦፊስ ኦፊስ ስዊት ኣፕሊኬሽን ማለት እዩ ኩሉ ኣለዎ ሙሉእ እዩ ከማን ዋላ ሓይሉ እውን ከምኡ ፅቡቅ እዩ ናይ ነጻ እዩ ኦፕን ሶርስ እዩ ከም ዝብሎ ዘለኹ ናይ ቃልዕ እዩ ብኮሚኒቲ ደቨሎፕ ዝኾነ እዩ ናይ ኩሉ ናይ ማይክሮሶፍት ክሳት ፕሮግራማት እቲ ዶኪመንትስ እውን ክኸፍተልና ክኽእል እዩ ሴቭ እውን ክንገብር እንድሕር ደሊና እውን ናብቲ ናይ ማይክሮሶፍት ኮምፓተብል ፎርማት ጌርና ሴቭ ክንገብሮ ንኽእል ናብ ዳሕራይ ኣብ ዝመጽእ ቪድዮ ከርእየ ከመይ ጌርካ ናብ ናይ ማይክሮሶፍት ከምዚ ክፍት ጌርካ ሰይፍ ትገብሮ ዋላ ናይ ማይክሮሶፍት ዝኾነ ድሕር ዳኪመንትስ ኣለዉ ናብኡ ጌርና እውን ኣብዚ ናትና ኣብዚ ኮይና እቲ ኦፐን ክንብሎ ንኽእል ኢና ስለዚ ኣብዚ ፅሒፈ ማለት እዩ እቲ ንመፈተንታ ማለት እዩ ሰይቭ እብላ ኣለኹ ማለት እዩ ሕጂ ንኣብነት ሊብራ ኦፊስ ቴስት ክብሎ እቲ ንመፈታን ዶኪመንት ዝፅሓፍኮን መፈታንታ ማለት እዩ ኣብ ዴስክታፐይ ከቐምጦየ ከይስእኖ ምእንቲ ሴቭ ክብላየ ማለት እዩ ሕጂ ጽሒፎ ወዲኤ ማለት እዩ እዚ ከምዚ ልክዕ ከምዚ ናይ ማይክሮሶፍት ወርድ ማለት እዩ እዚ ቴክስት ዝብልዎ እዚ ወይ ራይት ብልዎ ራይተር ብልዎ እቲ ናይ ክሳይ ሕጂ እዚ ኩሉ ልክዕ ከምዚ ፎርማሊን ናይ ማይክሮሶፍት ወርድ ልክዕ ከምኡ ክንገብር ንኽእል ኢና እቲ ሳይዝ ምቕያር ናይቲ ቴክስት እቲ ግዝፊ ናይቲ ቴክስት ምቕያር ድዩ ምድማቕ ድዩ ኣንደርላይን ምግባር መስመር ምግባር ድዩ ምሕንጻጽ ድዩ ኩሉ ነገር ሕብርታት ምቕያር ድዩ ኩሉ እዚ ናይ ፎርማሊን ንገብሮ ኣብ ናይ ማይክሮሶፍት ማለት እዩ ኩሉ ክንገብር ንኽእል ኢና ኣብዚ ናይ ሊብራ ኦፊስ ማለት እዩ ርእሱ ዝኸኣለ ሙሉእ ፕሮግራም እዩ ሕጂ ሓንቲ ተወሳኺ ከማን እንታይ ኣለዎ ኣብዚ ናይ ሊብራ ኦፊስ ማለት እዩ ሓንቲ ደስ ዝብለካ ክሳብ ናይ ፒዲኤፍ እውን ከትግልብጦ ትኽእል ኢኻ፣ ናብ ናይ pdf ከተሳግሮ ትኽእል ኢኻ። pdf እንታይ ይጠቕመና? ኩሉ እቲ ፎርማት ናይቲ መልክዕ ናይቲ ቴክስት ናይቲ ዶክመንት ከም ዘለዎ ዓቂቡ የግልብጠልና ማለት እዩ። ልክዕ ኣብ ዝኾነ ናይ pdf ሪደር ዘሎ ከም በልና ልክዕ ከም ዘላታ ከምታ ኣብ ዓይንኻ ትሪኣ ከምኣ ገልብጠልካ ማለት እዩ። ሕጂ ርኢኻ ኣለኻ ኣብቲ ናይ ኤክስፖርት as pdf ኢልና እንድሕር ከድና ናብ pdf ክንግልብጦ ንኽእል ኢና ማለት እዩ። ሕጂ ኣብዚ እቲ ንመፈተንታ ክጽሕፍ እየ ማለት እዩ this program can even export that document to a pdf file ብል ኣለኹ እቲ ኣብኣ ኣብታ ክሊክ ዝገብራ ዘለኹ እታ ላዕሊ ናብኣ ክሊክ ንገብር ማለት እዩ ሽዑ እዚ ክመፀልና እዩ ሽዑ ሊብራ ኦፊስ ቴስት ኢልና ዋላ ከም ዘለዎ ሽዑ pdf ይብል ኣሎ እቲ ሴቭ ኣዝ ታይፕ pdf ዝብል ዘሎ ከም ዘለዎ ማለት እዩ ናብ pdf ሴቭ ንገብሮ ማለት እዩ ሕጂ ኩሉ ሴቭ ጌርና ማለት እዩ እንድሕር ከድና ተመሊስና መጀመርያ እቲ ናይ ናታቶም ኦፕን ዶኪመንት ፎርማት እንድሕር ናብቲ ናሃቶም ከይደ እንድሕር ከፊት እዮ እቲ ናሃቶም ኦፕን ዶኪመንት ፎርማት እዩ ዝበሃል እቲ ናቶም ፎርማት ዓይነት ከምዚ ናይ ናታቶም ማለት ናይ ኦፕን ክሳይ ስለ ዝኾነ ኣብቲ ናይ ፒዲኤፍ እንድሕር ከይደ ክሪኦ ከዓ ንፒዲኤፍ ስለ ዝሰብ ዝገብርኮ ተሪኦ ከዓ ብፒዲኤፍ ሪደር ማለት እዩ ናይ ፒዲኤፍ ኤክስቼንጅ ቪወር ናተይ ማለት እዩ ብኡ ሪኤዮ ኣለኹ ማለት እዩ ስለዚ ኩሉ ምፅለይ ማለት እዩ ኩሉ ዋላ እቲ ሸ እቲ ክሳይ ዝቀየርክዎ እቲ ፎርማት ገለ ኩሉ ከም ዘሎ ዓቂቡ ምፅለይ ማለት እዩ ፍሪ ፕሮግራም ገለ ኩሉ ዝብል ዘሎ ገልቢጡ ኣምፅለይ ማለት እዩ ሕጂ ኣብዚ ናይ ማይክሮሶፍት ወርድ ዋላ ኣብዚ ናይ ማይክሮሶፍት ኣፕሊኬሽን ከማን የብሉን እቲ ናይ ፒዲኤፍ ሴቭ መግበሪ ኣይነበሩን ሕጂ እዮም ዘእትዎ ዘለዉ እዚኦም ናይ ሊብራ ኦፊስ ይኹን ዋላ ናይ ኦፕን ኦፊስ ኩሎም እዚኦም ካብ ብዙሕ ዓመታት ገይሩ ካብኡ ካብ ዘእትውሉ ሕጂ ናብ ናይ ስፕሬሽን ድሕር ክንከይድ ኮይና ከዓ ስፕሬሽን ማለት ናይ ማይክሮሶፍት ሪኢኸያ እቲ ኤክሰል ዝበሃል ማለት እዩ ናይዚኦም ከዓ እንታይ ብለዎ ማለት እዩ እቲ ካልክ ብለዎ ሲኤልሲ ካልክ እቲ ኤክሰል ማለት እዩ ሕጂ ንኣብነት ንሕሳብ ንገለ ኩሉ ቁፅርታት ገለ ክትገብር ስፕሬሽን ክትገብር ይጠቅመካ ማለት ዩ ክትድምር ከተጉዱል ከተራብሕ ፋንክሽን እዚ ዋላ ኩሉ እዚ ናይ ክሳይ ሕጂ ንኣብነት ኣብዚ ክድምር እንድሕር ደልየ እቲ ናይ ሰል ዘሎ A2 plus B2 ዝብል ዘሎ እቲ ናይ ሰል ናይ ክልቲኡ እንድሕር ደምየ ኣቢለዮ ማለት እዩ ኢኳሌት ኢልካ ኢልካ ትጅምር ኩሉ ምጻልካ ማለት እዩ ዋላ ናይ ፋንክሽን ውን መፈተንታ ኢለ ክገብሮ ኣብዚ ፋንክሽን ኢፍ ኢልካ ናይ ኢፍ ፋንክሽን ኢፍ ኤይቱ ኢዝ ግሬተር ዛን ፋይቭ ጉድ ትብልዮ ብላ ኣለኹ ማለት እዩ ተደይኮነ ወርክ ሃርደር ዝብል ዓይነት ልክዕ ከምዚ ናይ ፕሮግራሚን ትገብሮ ማለት እዩ ንመፈተንታ ከም ፅሕፈሉ ኣለኹ ማለት እዩ ክፍትኖ ማለት እዩ እቲ ኣብ ኤይቱ ዘሎ ቁፅሪ ሲን ድሕሪ ካብ ሓሙሽተ ንላዕሊ ኮይኑ ጉድ በልዮ ብላ ኣለኹ ማለት እዩ ፅቡቕ ማለት እዩ ካብኡ ንታሕቲ ንኔውቲ ኮይኑ ግን ወርክ ሃርደር ዝብል በልዮ ብላ ኣለኹ ማለት እዩ ሕጂ ከምኡ ካብ ሓሙሽተ ንታሕቲ ስለ ዝኾነ ወርክ ሃርደር ይልሃኒ ማለት እዩ ሕጂ ዋላ ኣብቲ ኔክስት ሰል ከማን ድሕር ከይደ ቁፅሪ ፅሒፈሉ ወሲኸ ማለት እዩ ድሕር ኣብኡ ድራግ ገይረ ድሕር ኣምፅኦ እቲ ናቱ ፎርሙላ ከስክሮ ማለት እዩ ልክዕ ከምቲ ዝበልኳ ማለት እዩ ልዕሊ ሓሙሽተ ስለ ዝኾነ ጉድ ትብለኒላ ማለት እዩ ልክዕ ከምዚ ናይ ኤክሰል ማለት እዩ ትጥቀመሉ ናይ ኢፋንክሽን ገለ መለ ሕጂ እዚ ኩሉ እዚ እንድሕር ሴቭ ጌርናያ እውን ልክዕ ኣበቲ ናይ ኦፐን ዶኪመንት ፎርማት ናቶም ማለት እዩ ኦዲኤፍ ዝበሃል ኦፐን ዶኪመንት ፎርማት ማለት እዩ ኣብ ናሃቶም ሴቭ ክገብረልና ይክእል እዩ ልክዕ ከም ናይ ኤክሰል እዩ ግን እቲ ፎርማት ካልእ ፎርማት እዩ ግን ኣብዚኣ ክንዝክራ ዘለና እዚ ናይዚ ኩሉ እዚ ናይዞም ሊብራ ኦፊስ ይኹን ናይ ኦፕን ኦፊስ ኩሉ እቲ ናይ ማይክሮሶፍት ክኸፍቶ ክኽእል እዩ ሴቭ ከማን ክንገብር እንድሕልና ከማን ናብ ናይ ማይክሮሶፍት ኮምፓታብል ፎርማት እውን ሴቭ ክንገብር ንኽእል ኢና ኣብ ዝመፅእ ቪድዮ እዚታት ከርእየ እየ ግን ኣብዚ ግን በቲ ናሃቶም ንመፈተንታ እዚ ሓፈሻዊ ገይረ ስለ ዘርእዮ ዘለኹ የርእየ ኣለኹ ማለት ሕጂ ሴቭ ኢለያ እንድሕር ተመሊሰ እውን ከይደ እንድሕር ኦፐን ገይረዮ ተምጻለያ ማለት እዩ እጂ ኩሉ እቲ ሰይብ ዝበልኮ መፅዩ ማለት እዩ ኣብቲ ኔክስት እውን ዳሕራይ እንድሕር ኣብቲ ናይ እቲ ፕሬዘንቴሽን ዝብል ዘሎ ሕጂ ፓወር ፖይንት ማለት እዩ ብናሃቶም ፕሬዘንቴሽን ብሎ በዚ ናይ ኤምኤስ ኦፊስ ተኸድና ከዓ ኤምኤስ ኦፊስ ፓወር ፖይንት ማለት እዩ እዚ እውን ሙሉእ ርእሱ ዝኸኣለ ፕሮግራም እዩ ኣነ ብዙሕ እዚ ናይዚ ፍልጠት የብለይን ግን ሓፈሻዊ ክፍትኖ ኢለ ሱቕ ኢለ ንመፈተንታ I'm just messing around ሱቕ ኢልካ ኣብኡ ከለኻ ዝገብሮ ዘለኹ እዩ ግን ይፍትኖ ኣለኹ ግን it seems okay ማለት ኩሉ ዝሰርሓልካ ማለት እዩ ነቲ ዘድልየካስ ኣኽለካ እዩ ሕብሪ ክትቅይሮ ድዩ ዋላ ገለ ኩሉ ብዚ ክትገብር ትኽእል ኢኻ ማለት እዩ እቲ ናይ ስላይድስ እቲ ናይ ሃንድ ኣውትስ ገለ ናይ ፓወርፖይንት ገለ ትጥቀመሉ ኩሉ ብዚታት ኣሎ ማለት እዩ ሕጂ እዚ ቴስት ኢልና ዝኾነ ፅሕፍ ማለት እዩ ዚ ዝኾነ ናይ ዝኾነ ኤግዛምፕል ዘለካ ዝኾነ ኣብ ክላስሩም ፕሬዘንቴሽን ክትገብር ከለካ ኣብዚ ናይ ዝኾነ ወይ ኣብ ናይ እኩብ ሰብ ናይ ሰሚናር ናይ ገለ መንታት ትገብር ከለካ ብፕሮጀክተር ብገለ ኩሉ እዚ ኣኽለካ ማለት እዩ እዚ ሕጂ ብኩሉ ብነፃ ትረኽቦ ኣብ ናይ ኤምኤስ ኦፊስ ናታቶም ስዊት እቲ ኣፕሊኬሽን ስዊት እንድሕር ናይ ቤት ፅሕፈት ስዊት እዮም ዝብልዎ ናይ ቤት ፅሕፈት መሳርሒ ፕሮግራማት ማለት እዩ ከምኡ ስለ ዝኾነ ንቤት ጽሕፈት ተገልግለሉ ኣብቲ ናሃቶም እንድሕር ርኢኻያ ንሱ ኩሉ ክትገዝኦ ነቲ ከማን እቲ ናይ ክሳብ እውን የብሉን ንሰለስተ እቲ ፕሮግራም ክትገዝኦ ክልተ ሚእትን ሓምሳን ንተማሃራይ ተኾንካ ሚእትን ኣርባዓን ገለ ከምኡታት ከባቢ ዘሎ ሕጂ እዚ ኩሉ ክልተ ሚእትን ሓምሳን ሲ ምኸማን እቲ ናይ ሙሉእ ከማን ኣይ ኣይሸጡልካን እዮም ኣጓዲሎም እዮም ዝሸጡልካ እቲ ኣክሰስ የብሉን ከማን ንናይ ቢዝነስ ተኾንካ ከማን ኢቭን ሞር እቲ ዋጋ ዝያዳ ክቡር ማለት እዩ ሕጂ ነዚ ናይ ገዛ ናይ ገለሲ እዚ ኣኺሉ ተርፈካ እዚ ዘሎ እዚ ፕሮግራም እዚ ኣኺሉ ተርፈካ ከማን ዝያዳ እውን ኣብ ርእሲኡ ኣለዎ እቲ ናይ ናይ ኤክስፖ ንፒዲኤፍ ክትግልብጦ ኹን ናይ ኤምኤስ ወርድ ሕጂ ዝክፍትኖ ኩሉ እቲ ናይ ስላይድ ሾው የርኢ ኣለኹ ማለት እቲ ናይ ፓወርፖይንት ይሰርሕ ኣሎ ማለት እሱ እቲ ናይ ፕሬዘንቴሽን ዝብለዎ ማለት እቲ ኢምፕረስ ዝብለዎ ፕሬዘንቴሽን ኢምፕረስ እውን ንሱ ከምኡ ማለት እዩ ሴቭ ክንብሎ እንድሕር መፈተንታ ሴቭ እብሎ ኣለኹ ማለት እዩ ሴቭ ትብሎ ኣብ ዴስክቶፕ ሴቭ እብሎ ኣለኹ እንድሕር ዓፅዮ ማለት እዩ እቲ ኤክስ ዘሎ ኤክስ ኣውት እንድሕር ገይረ ወፅዮ ማለት እዩ ኩሉ ሰይቭ ገይሩ እየ ማለት እዩ ካልእ እንታይ ኣሎ ማለት እዩ እዚ ድሮዊን ዝበሃል ከ ኣሎ እዚ ናይ ድሮ ድሮዊን ዘይኮነስ ድሮ ድሮ ከዓኒ እዚ ናይ ከምዚ ናይ ፍላየር ናይ ገለ ፓብሊኬሽን ብሮሽር ገለመለ እዚ ሊፍለትስ ገለ ኩሉ እዚታት ወረቐት ገለ ንዳልዎ ብዚ ናይ ክስታያት ወይ እዚ ቁርፅራፅ ወረቃታት እዚ ንፅላት ወረቐታት ንምድላው ከምኡታት ወይ ከምዚ ስእልታት ዘለዎ ወይ ከምዚ ሸፕስ ዘለዎ ሰርክል ገለመለ ኩሉ ከምኡ ተል ዘሎ የድ ይጠቕመካ ማለት እዩ ከምዚ ከምዚ ናይ ማይክሮሶፍት ፓብሊሸር ማለት እዩ ዝያዳ ከማን ሓይሊ ኣለዎ እዚ ካልእ እቲ ዴታ ቤዝ እንድሕር ከድና ከዓ ንሱ እንታይ ማለት እዩ እቲ ናይ ኣክሰስ ማለት እዩ እዚ ከማን ርእሱ ዝኸኣለ ሙሉእ ፕሮግራም እዩ ማለት እዩ ሕጂ ኩሉ እቲ ክሬት ዴታ ቤዝ ገለ እና ኩሉ እንድሕር ከድና ልክዕ ከምዚ ናይ ፊልድስ ናይ ገለ ኩሉ ከምዚ ናይ ኣክሰስ ትገብሮ ማለት እዩ ሙሉእ ክትሰርሕ ትኽእል ኢኻ ግን እዚ ሕጂ ብኦዲኤፍ እዩ ብኦፐን ዶኪመንት ፎርማት ብናሃቶም ማለት እዩ እቲ ናይ ኣክሰስ እውን ኢምፖርት ክትገብሮ ትኽእል ኢኻ መሊስካ ውን ናብ ናይ ኣክሰስ ፎርማት እውን ሴቭ ኣዝ ኢልካ ውን ሴቭ ክትገብሮ ትኽእል ኢኻ ሕጂ እዚ ኩሉ እዚ ልክዕ ከምቲ ናይ ኤምኤስ ኦፊስ ኣክሰስ ማለት እዩ ከምኡ ንጥቀም ማለት እዩ ሕጂ እዚ ሴቭ ዝገበርኮ ከም ሓድሽ ይኸፍቶ ኣለኹ ማለት እዩ ቴስት ገይረዮ ሴቭ ገይሮ ልክዕ ሙሉእ ማለት እዩ እቲ ዴስክቶፕ ናተይ ሴቭ ስለ ዝገበርኮ ሕጂ እቲ ካልእ ከዓ እንታይ ኣለዎ ማለት እዩ ናይ ፎርሙላ ዝብል እውን ኣለዎ እቲ ፎርሙላ ሕጂ እንታይ ማለት እዩ ንሕሳብ ንገለ እዚ ብዙሕ ኣይፈልጦን እየ ኣነ ኣክቹዋሊ ግን ንከምዚ ሕሳብ ካልኩሌሽን ገለ መለ ክትገብር ሴቭ ክትገብሮ ማለት እዩ ወይ ኣብኡ ስሒብካ ገርቢጥካ እውን ኮፒን ፔስት ወይ ኢምፖርት ክትገብሮ ማለት ናብቲ ናትካ ራይደር ፕሮግራም ናታቶም ማለት እዩ ክተእትዎ ትኽእል ኢኻ ሕጂ እዚ ሽዱሽተ ፕሮግራም ኣለዎ ማለት እዩ ድሕር ርኢናዮ ሴቭ ኢልና ኩሉ ከም ልክዕ ከም ግን ንመፈተንታ ስለ ዝኾነ ኦኬ ሴቭ ኣይገበርኩን እዚ እዚ ኩሉ ዝሎ ማለት እዩ ተምፕሌት እውን እንድሕር ደልና ተምፕሌት እንታይ ማለት እዩ እቲ ፎርማ ነቲ ወረቃቅቲ ፎርማ ኦልሬዲ ተሰሪሑ ዝፀንሐ ፎርማ ወረቃቅቲ እንድሕር ደሊና እውን ካብ ኢንተርነት ዳውንሎድ ክንገብር ንኽእል ኢና ናይ ኩሉ ናይቲ ዘሎ ማለት እዩ ተምፕለይት ፎርሞታት ወረቐት ዘዘድልየና ንኣብነት ናይ ረዙመ ተምፕለይት ናይ ገለ ከምኡታት ዓይነት ማለት እዩ ፎርማ ፎርማ ተዳልዩ ዝጸንሐ ንረክብ ማለት እዩ ሕጂ እቲ ኤክሰል እቲ ስፕሬድሺት ንዓቶም ካልክ ዝብልዎ ማለት እቲ ንዓንቶይ ሴቭ ዝገበርክኦ ኩሉ ኣሎ ማለት እዩ ስለዚ እዚ ዝመስል ማለት እዩ ዓይኒ ሕመቕ ደገፍ ከዓኒ ኣብዚ ተወዲኡ ኣሎ ኩሉ ማለት እዩ